ኣብኡ ከለኻ ድማ ናትካ እማ ምስቲ ሓረካ ዘለካ ርኽክብ ዝተወደብካሉ ኣስፍሕ ኣቢልካ ዝገለጽካናስ ከመይ ምኾነ።
ጽቡቕ ኣቐዲመ የቐንየለይ ክብለካ እፈቱ። ቀጺለ ድማ ቅድሚ ናተይ ናህካ ሕቶ ምምላሽሲ ገለ ኣቐዲመ ቃልሲ ኤርትራ ካብ መዓዝ ከምዝተጀመረ ኣሕጽር ኣቢሉ ቁሩብ ክገልጽ ፍቓደለይ ኣቐዲመ። መርሓባ።

ካብ ኣርባዓታት እዩ ጀሚሩ ከምዚ ብዙሕ ሰብ ዝርድኦ ካብ ገለ ኣብ ገለ ኣይኮነን እቲ ቃልሲ ካብ ኣርባዓታት እዩ ጀሚሩ ክጅመር ከሎ ነዚ ቃልሲ ዘካይዱ ዝነበሩ ክልተ ማሕበራት እየን ዝካየዳ ነይረን ሓንቲ ማሕበር ራቢጣ ነይራ ሓንቲ ማሕበር ኣንድነት ነይራ እዘን ክልተ ማሕበራት እዚኤን እናተቓለሳ እናተቓለሳ ስጋዕ ናይ መጨረሽታ ተባጺሑ ሕጂ እቲኦም ኣንድነት እንታይ ዝብል ዕላማ እዩ ዘለዎም ሙሉእ ሓድ ሙሉእ ሕብረት ምስ ኢትዮጵያ ዝብል ዕላማ ሒዞም እቲኦም ራቢጣ ድማ ሙሉእ ናጽነት ንኤርትራ ዝብሉ ዕላማ ሒዞም እዞም ክልተ እዚኦም በዚ እዮም ዝንቀሳቀሱ ነይሮም ሕጂ ኣብ መንጎ እዚ ብዙሕ ቃልስተ ብዙሕ ምትህልላኽ ብዙሕ ቃልሲ ይርከብ ነይሩ ኣብቲ መንጎ እዚ ነይሩ ሕጂ እቲ ዕድል ዝገበሩሉ ኣብቲ ግዜ እቲ መንግስቲ እንግሊዝ ይገዝእ ነይሩ መንግስቲ እንግሊዝ ድማ መሰል ናይ ፓርቲ ምቛም መሰል ናይ ጋዜጠኛታት ምቛም መሰል ናይ ርእይቶ ምሃብ እዚ ፈቒዱ ነይሩ። ሚነ ካብተን ብዙሓት ባልትታት እተን ዝሓየላ ዝነበራ ሓንቲ ራቢጣ እያ፣ ሓንቲ ድማ ማሕበር ኣንድነት እያ ነይራ። ከምኡ ድማ እተን ካልእ ነይረን ንእሽተይ ባልትታት ናይ ጥልያን ዝድግፋ ድየን ናይ እንታይ ዶ ናይ እንታይ ኣብ መንጎ ነይረን እየን። ግን እተን ሓያላት ዝበሃላ እዘን ክልተ እዚኤን ነይረን።

መጨረሽታ እንታይ ኣብ እንታይ ይበጽሕ ኣሎ ፍርዲ ናይ ሕቡራት መንግስታት ይመጽእ ኣሎ እንታይ ዝብል ኢዩ ንሱ ድማ ንፌደራል ኢትዮጵያን ኤርትራን ሲ ብፌደራል ንክቆማ ንክነብራ ተፈሪዱ ንዓሰርተ ዓመት ብከምዚ ክከይድ ብድሕሪኡ ድማ ድሌት ናይቲ ህዝቢ ክንረኤ ዝብል ሕቶ ነዚ ብኸምዚ ዓይነት እዚ መልሸሞ መስለኒ። ኣብ መንጎ እዚ ከምኡ ክግበር ከሎ ጊን ብዙሕ ቃልሲ ይካየድ ነይሩ፣ ብዙሕ ሰብ ውን ይመውት ነይሩ። ኣፈቀዶ ኣብ ኣስመራ ሓደ ግዜ ናይ ሓያለ ምቅታል ሕድሕድ ተፈጢሩ ነይሩ ኣብ መንጎ ኣንድነትን ኣብ መንጎ ናይ ሰዓብቲ ራቢጣን ብዙሕ ሰብ ውን መይቱ። እንተኾነ ግን ሳላ ለባማት ወለዲ፣ ሳላ ለባማት መራሕቲ ሃይማኖት ነዊሕ ግዜ ከይከደ ከሎ እቲ ነገር ብዝቐልጠፈ ግዜ መጺኦም ነቲ ነገር ደው ኣቢሎሞ። ኣቕሽሽቶም መሻይኾም በዓል ደግያት ሓሰን፣ በዓል ሙፍቲ፣ በዓል ኣቡ ኢማም ሙሳ ዘለዎም ብወገን ኣስላም በቲ ንማኣ በዓል ኣቡን ዘለዎም፣

እምበር ከምዘን ካልኦት ሃገር እቲ ህዝቢ ኻልእ ዓይነት ነይሩ እቲ ህዝቢ እንተዘይሰምዕ ነይሩ ከምዚ ናይ በዓል ርዋንዳ ድዩ ናይ በዓል ብሮንዲ ብዙሕ ህዝቢ ምስተወደእን ብዙሕ ሰብ ምሞተ ነይሩ ላኪን እቶም ለባማት ወለድን ለባማት መራሕቲ ሃይማኖትን እቲ ነገር ከይገፈሐ ኸሎ ብፀቢቡ ኸሎ ጠጠው ኣቢሎሞ

መንእሰይ ናይ ራቢጣ ሸባብን ናይ ኣንድነትን ዝነበሩ ፍዮሪ ገዚኦም ፍዮሪ ሒጆም ድሕሪ እቲ ዕርቂ ናብቲ መቓብር ኣስላም ከይዶም ዕንባባ ኣውዲቖም እቲኦም ኣብቲ ናብ መቓብር ክርስትያን ከይዶም ድማ ከይዶም ዕንባባ ኣውዲቖም ናይ ምልክታ ሰላም ማለት እዩ ሕጂ ኣብ መንጎ እዚ ብዙሕ ሰብ ተጎዲኡ እዩ በተን ዝነበራ ጸለምቲ መዓልቲ እንተኾነ ግን ብኸምዚ እቲ እቲ ዓሪቖሞም ነቲ ደም ደው ኢሉ። ሕጂ እዚ ደምዚ ዝፈሰሰሲ ስቕ ኢሉ ኣይፈሰሰን። እንታይ ኣምጺእልና ነታ ኤርትራ ትበሃል ዓዲ ከም ዓዲ ካብ ሕቡራት መንግስታት በቲ ናይ ጥልያን ትገዝኦ ዝነበረት ዶባት ኣብቲ መሬት እቲ መንግስቲ ኤርትራ ቅውምቲ ንኽትህሉ ሕቡራት መንግስታት ፈሪዳ እያ። ሕጂ እቲ ናይ ዶብ ናይ ኤርትራስ ካብ ድሒሩ ዝመጸ ኣይኮነን ካብቲ ቅድም ራቢጣ ዝተቃለሰወሉ ራቢጣ ዝሞቱሉ ሽዑ እዩ እቲ ዶባት ናይ ጥልያን እምበኣርከስ መንግስቲ ኤርትራ ምስ ኢትዮጵያ ብፌደራል ትቁም ክትብል ከላ ኩሉ እቲ ግዝኣት ናይ ጥልያን ዝነበረ ቦታታት ካብኡ እዩ ዶብ ናታ ዶብ ናይ መንግስቲ ኤርትራ ተባሂሉ ተፈሪዱ ተፈሪዱ እታ ፌደራል መጽያ ማለት እዩ እታ ፌደራል መጽያ ባንዴራ ናይ ኤርትራ ተወሲኑ ብኩሉ ወገናት ተሰማምዑሉ ባንዴራ ባንዴራ ቆይማ በርለማን ብሰብ ተመርጹ በርለማን ቆይሙ ሕግታት ቆይሙ

ናታ ምምጸ ገንዘብ ክኸውን ተባሂሉ ተፈሪዱ። ከምዚ ኢሉ ከሎ ሓንቲ መዓልቲ ከይወዓለ ሃይለስላሰ ድማ ድሕሪ እታ ፌደራል ምስ ቆመት ነቲ ፌደራል ክሸርፎ ጀሚሩ። ኢትዮጵያ እዚ ኩሉ ክኸውን ከሎ እንታይ ትገብር ነይራ? ኢትዮጵያ ነቲ ፌደራል ክትቅበል ከላ ኣሚናስ

ኢትዮጵያ ተቐበለቶ። ሕጂ እቲ ምልክታ ናቱ ንማንታይ እዩ የርእየካ? ካብታ ትፈርደህላ መዓልቲ ትሒዛ ኣብ ግብሪ ዝተተርጎመህላ መዓልቲ ትሒዛ መንግስቲ ኢትዮጵያ ኩሉ ነቲ ቤተ ናይ ሃፍቲ መንጪ ትበሃል ናይ ናይ ምእተው ገንዘብ ንእታ መንግስቲ ኤረትራ ኢሉ ተፈርደ ኩሉ ባዕላ ሒዛቶ ጎምሩክ ሒጃቶ ቦስጣ ሒጃቶ ትራንስፖርት ተሌኮሚኒኬሽን ገለ መለ እዚ ኩሉ ጎቢጠቶ እዚ ኩሉ ድማ ንምንታይ እዩ እታ መንግስቲ ኤርትራ ዝብልዋ ጥምይቲ ድኻ መንግስቲ ክትከውን እሞ ብጥምየት ተገዚኦም ናብ ኢትዮጵያ ከንበርክኹ ዝብል ዕላማ ሕጆም እዮም ነቲ ህዝቢ ከጥምዩ ክብርታት ብሽሊን ዝሽየጥ ነበረ ስጋዕ ሓሙሽተ ሽሊን በጺሑ ሓሙሽተ ኮራና ዝነበረ ማለት ኮራና ዝነበረ ስጋዕ ሓሙሽተ ኮራና ኩሉ እቲ ከተማ ስኒ ከም ዝነዓቕ ገይሮሞ ከም ዝባላዕ ነንሕድሕዱ እዚ ድማ መሲልዎም ደኣ እንበር ንህዝቢ ኤርትራ ጠቒምዎ እቲ ናቶም ዝገብ ኢትዮጵያ ትገብሮ ዝነበረት ስጉምትታት ሲ ነቲ ህዝቢ መሊሹ መትረሪኡ ኮይኑ እቶም ኢትዮጵያዊ ሞት ዝብሉ ዝነበሩ ኩሉ እቲ ግብርታት ናይ ኢትዮጵያ ምስ ረኣዩ ክስሕቡ ጀሚሮም ስለምንታይ ኢትዮጵያ ክልተ ገጽ'ዩ ነይሩዋ። ቀዳማይ እቲ ሓደ ገጽ ንፈልማይ ነቲ ህዝቢ ትሰብከሉ ዝነበረት ሓደ ገጽ ነይሩዎ። ንሱ ጉዳዩ ምስ ተወደኣ ምስ ተፈርደ እታ ፌደራል እንደጋና እቲ ካልኣይ ሓርፋፍ ገጾም ናብ ህዝቢ ኤርትራ ኣምጺኦም ሽዑ ነቲ ህዝቢ ከም ክንበርከኽ ከም ዝንብርከኽ ክገብሩዎ ብጥምየት ይቃለስዎ ነይሮም እንተኾነ ግን ንዓና ንኤርትራውያን ኣጠንኪርና እቲ ኢትዮጵያ ትገብሮ ዝነበረት ንኤርትራውያን ኣጠንኪሩ እዚ ስዒቡ ዝመጽእ ቃልስታ እዚ ማሕበራት ናይ ቃልሲ ወሊዱ ማለት እዩ ንሳ ሓደ ስጉምቲ ንኤርትራ ክትበልዕ ከላ ክልተ ስጉምቲ ድማ ኣብ ኤርትራ ክልተ ስጉምቲ ንምቅዋም ንኢትዮጵያ ይስራሕ ነይሩ። ሕጂ ሓንሳእ ከይጸንሐ ወላ እቲ ኢትዮጵያ ወይ ሞት ዝብል ዝነበረ ኣካል ኩሉ ገጹ ተመሊሱ ናብ ዓዱ ክሰርሕ ጀሚሩ። ሕሉፍ ሓሊፎም እንታይ ዝብልዎም ነይሮም ማሕበር ተጣዒሰ ዝብል ኣቑሞም ነይሮም። እቶም ናይ ማሕበር ኣንድነት ዝነበሩ በዚ ዝኣክል ኢትዮጵያ ከይተፈለጣ ነቶም ንናጽነት ኤረትራ ዝቃለሱ ዝነበሩ ንዕኦም ሓገዝ በቲ ግብራሲ ትሕግዞም ነይራ ማለት እዩ ሕጂ ከምዚ ነይሩ እቲ ቅድሚ ሓረካ ናብ ውሽጢ ምእታውሲ ከምዚ ዝኣምሰለ ኩነታት ነይሩ ሕጂ እታ ፌደራል እሶም ሳላ እዞም ስውኣትና ኣቦታትና ዘላ ሶም ዝሓለፉ እታ ፌደራል ጸኒሓ እታ ንሳ ምስ ጸንሐት ዳሕራይ እዘን ዝመጻ ውድባት ካብኡ ተበጊሰን ዓዲ ከም ዘለዎም ክቃለሱ ጀሚሮም ከምኡ እንተዘይከውን ከምቲ ናይ ኣንድነት ዕላማ ተገይሩ ተተርጉሙ ኣብ ግብሪ ውዒሉ ተዝኸውን ኤርትራ ሎሚ ኣይምሃለወትን ሓንቲ ኣውራጃ ካብተን ኣውራጃታት ናይ ኢትዮጵያ ምኾነት ነይራ ስለምንታይ ብድላይኩም ዝኣተኹሞ እዩ ተባሂሉ ከምዚ ናይ ዚንዚባር ንኣብነት እዚኣ ታንጋ ታንዛንያ ትባሃል ዘላ ዓዲ ሕጂ ክልተ ሃገር እየን ነይረን እታ ሓንቲ ታንጋኒጋ ነይራ እታ ሓንቲ ዚንዚባር ነይራ ግን ብድላዮም ንሕበር ተባሂሎም ሓቢሮም ሕጂ ታንዛንያ ትባሃል ዘላ ሕጂ ተዋሒጦም እቶም ናይ ዚንዚባር ውሑዳት እዮም ነይሮም እቲኦም ታንዛንያ እቶም ታንጋኒጋ ብዙሓት ነይሮም ኣትዮም ጠፊኦም ዳርጋ ውሽጦም ሓቂቁተይ ህዝበይ ስለዚ ንዓና ድማ ከምኡ ምኮና ነርና ግን ሳላ እቶም ዝተቃለሱ ሰባት ነታ ፌደራልና ዝሓለውልና ባንዴራ ሕጂ እዛ ባንዴራ ንኮርዓላ ዘለና ክንደይ ደም ፈሲስዋ እዩ መጽያ ስቅ ኢላ እኮ ኣይመጸትን ብልግሲ ተዋህበታ ኣይኮነትን እታ መንግስቲ ኤርትራ ትባሃል ዘላ ብልግሲ ኣይኮነትን ብደም ፈሲስዋ እዩ መጽያ በዚ ዝኣከ ከምዚ ኢላ ድማ እታ ባንዴራን ዓድን ተተኺለ ኢትዮጵያ እንታይ ይገብር ነይሩ ፌደራል ምስ መፀ ቅድሚ ኩሉ ብዙሕ ከይፀንሐ ብ ሓምሳን ክልተን ተፈርደት ብ ሓምሳ ሽዱሽተን ቅድሚ ኩሉ እንታይ ጀሚሩ ቋንቋታት ይቀየር ቋንቋ እቲ ወዲ ዓዲ ከለዮ እቶም ደቂ ዓዲ ከለናስ ካብ ደገ ዝወመፀ ቋንቋ እሱ እዩ እቲ ጎይታ ቋንቋ ኣምሐርኛ ተማሃሩ ኢልካ ኩሉ ኣብያት ትምህርቲ ዓረብኛ ቋንቋ ዓረብኛን ትግርኛን ውሱን ዝነበረ ናይ ህዝቢ ኤርትራ ኣምሓርኛ ክኸውን ተፈሪዱ ሕራይ ጽንሕ ኢሎም ድማ ብ ሓምሳን ትሽዓተን ድዩ ሓምሳን ክንደይን ዶ ድማ ባንዴራ ኣውሪዶም እሞ በበ ንእሽተይ ይደርበሩ ይሸርፍዋ ኣለዉ ሕጂ ኩሉማ ኢትዮጵያ ሓንቲ ስጉምቲ

ሕጂ ሓደ ካብ ሽሐ እንታይ ነሩ ቁሩብ መዓልቲ ክዝክረልኩም እቶም ኢትዮጵያ እንታይ ትገብር ነራ ነቶም ንፉዓት ዝብሃሉ ኣብቲ ናይ ራቢጣ ንፉዓት ተቃለስቲ ንበሩ ሃገራውያን ዝነበሩ ክተጻብበሎም ጀሚራ። ሕጂ ንኣኣቶም ከተጻበሎም ምስ ጀመረት ገለ ንሱዳን ተሰዲዶም ገለ ንሱዑድያ ተሰዱ ገለ ንውሽጢ ኢትዮጵያ ተሰዲዶም እቶም ንፉዓት ንፉዓት ዝበሃሉ ዝነበሩ ኣብቲ ግዜ ቃልሲ እዚኣቶም ብሕማቕ ዓይኒ ምስ ጠመተቶም መሰሳ መሰ ሸበሩ ተሰዲዶም ኮይዶም ወጺኦም ሕጂ ካብቶም ቀዳሞት ዝወጹ ከም በዓል ኣደም ጀሃር፣ ሓጂ ኣደም ጀሃር፣ ከም በዓል ጣሃኑር ኢብራሂም፣ ጅዳ፣ ከምኣቶም ዝኣምሰሉ ክንደይ ንፉዓት ነበሩ ተሰዲዶም ከይዶም። ሕጂ ምንድምኖም እዚኦም ንሓረካ ዝፈጠሩ እዮም። ሕጂ ኣብቲ ግዜ እቲ ኣብ ዓለም እንታይ ነይሩ? ኣብ ናይ ኤርትራ ዝነበረ ናይ ማሕበር ሰራሕተኛ ምንቅስቃሳት ከም ዝነበረ ዘኪርናዮ እዚ ሓደ ካብቲ ሃዋሃው ኣብ ኤርትራ ጠቃሚ ዝኮነ ንሓረካታት ንክትፍጠር ጠቃሚ ዝኮነ ሲታት ነይሩ ካልኣይ ድማ እንታይ ነይሩ ኣብቲ ግዜ እቲ እዚ እዘን ኩለን ድወል ኣፍሪቅያ ሙስታዕመራት እዩ ነይሩ ኩለን ኣብ ትሕቲ መግዛእቲ ባዕዲ ነይረን ሕጂ ብሕልፊ እተን ኣብ ጥልያን ትሕቲ መግዛእቲ ጥልያን ዝነበራ ሕቡራት መግስታት እንታይ ትብል ኣላ ንግዚኡ ንዓሰርተ ዓመት ኣብ ትሕቲ እተን ከም በዓል እንግሊዝ እቶም ዝተዓወቱ ኣብ ትሕቲኦም ምጽናሕ ተባሂሉ ኣብ ትሕቲኣን ጸኒሐን ብድሕሪኡ ግን ናይ ርእሲ ውሳነ እስቲፍታ ይገበር ተባሂሉ ምርጫታት ተገበር ተባሂሉ ናጽነትን ክወስዳ ተፈሪደን

ኣብቲ ስሳታት ሕጂ ካብቲ ካብቶም ኣብቲ ግዜ እቲ ዝነበሩ ጎብለላት እንብሎም ሃገራውያን ንፉዓት ኢልና መሰል ናህና ንወስዶም ነበርና ከም በዓል ዶክቶር ክዋሚ ንክሮማ ነይሩ ናይ ጋና ኣሕመድ ሲኮተሪ ዝብልዎ ናይ ግኒ ነይሩ ጀማል ዓብዱናስር ነይሩ ፓትሪስ ለሙምባ ናይ ኮንጎ ነይሩ ካብ እስያ ድማ እዚ እዚ ስኳር ነው ዝብልዎ ነይሮም ኣሕመድ ስኳር ነው ዝብልዎ ሕጂ እዚኣቶም ኣብቲ ግዜ እቲ ንፉዓት ናይ ናጽነት ተቓለስቲ ተባሂሎም ኣብ ዓለም ውሩያት እዮም ነይሮም ሕጂ ምን ድምኖም ንዓና እሳቶም ጽልዋ ገይሮምልና ንዓና ነዞም ኣብ ውሽጢ ዘለና ነው ይኹን ወይ ነቶም ኣብ ኣብ ደገ እዚ ነብሩ ጽልዋታት ገይሮምና ንዓና

ተሸይማ ትጸውሕ እዛ ሻራ ዘይብላ ሃገራት ዝብልወን ኒዮትራሊ ሽዑ ትመስሪተን ሕጂ እዞም ሰባት እዚኣቶም ንዓና ዓቢ ጽልዋ ገሮምልና እዮም ንክንቃሳቃስ ሚንድምኖም ነዞም ብጾትና ኣሕዋትና በዓል ኣሕመድ ሲዒድና ውን ኣብ ሱዳን ኔሮም ሕጂ ብ ሱዳን ብዙሓት ሰልፊ ኔረን ዲምክራሲ ኔሩ ኣብቲ ዓዲ እንግሊዝ እዩ ዝገዝኦም ኔሩ ሕጂ እሳቶም ኣብኡ ይካፈሉ ኔሮም። ኣብቲ ዝነበረ ናይ ሕዝበ ሽውዒ ነይሩ ናይ እዚኦም እንታይ ሊብራሪ ዲምክራሲ ን ገለ መለ ብዙሓት ፓርቲታት እየን ነይረን ሕሩየተ ራኢ ነይሩ ናጻ ዝኾነ ምክታዕ ነይሩ ሕጂ እዚኣቶም ጠለባ ነይሮም ሸባብ ኣብኡ ኣእትዮም ይካፈሉ ነይሮም ሕጂ ካብኡ እዩ ተበጊሱ እቲ ንዓኣ ንምስራት ተማህዘ መን እንታይ ድኣ ንሕናስ ናይ ዓድና ዘይንገብር ተባሂሎም ክንደይ ሰብ ይኾኑ ኣብ ቡርሱዳን ተራኺቦም? ኣብ ቡርሱዳን ተራኺቦም ነዛ ሓረከተ ታሕሪር ኣልኢርትርያ ትብል ዘላ ንዓኣ ፈጢሮም ብ ሓምሳን ሸሞንተን ኢዩ ተፈጢራ።

ገለ ንኢቱ ምስ ኢትዮጵያ ገለ ናይ ናጽነት ስለ ዝበለ መንጎኛ ፍርዲ ተባሂሉ እዚ ፌደራል ተባሂሉና እምበር ድኣ ኩሉ ሰብ ከምቲ ናይ በዓል ሊብያ ናይ በዓል ሱማል ኣብ ሓደ ጎኒ ኮይኑ መጊቱ እንተዝኸውን እዚ ኩሉ ጸገም ኣይምስተረኽበን ኔሩ ግን በዓልና ዘምጻእናዮ ፍርቂ ህዝቢ ምስ ኢቶብያ ፍርቂ ህዝቢ ምስ ኣብ ኢቶብያ ስለ ዝነበረ እሞ እምበኣርከስ መንጎኛ ፍርዲ ኢሎም ፈደራል በቲ በቲ ድማ መን ናይ ናይ መን ነይሩ ጽቕጠት ናይ በዓል እንግሊዝ ናይ በዓል ኣሜሪካ ጽቐጠት ንሕቡራት መንግስታት ዝገብርሉ ነበሩ ድማ ምእንቲ ንኢቶብያስ ናይ መንፈዝ ናይ ባሕሪ ኣፍደገ ንኽትረክብ ኤርትራ ምስኣ ፈደራል ትኹን ኢሎም ዘጸግዑና ንሳቶም እዮም ሕጂ ካብዚ ተጀሚሩ እቲ ናይ ሓረካ ካብዚ እዮም ጀሚሮሞ እቶም ኣሕዋትና ብ ሓምሳን ሸሞንተን መስሪቶም። ዛንታታት ናይ ቀደም!